ኣብ ሂወትካ ጓል እንድሕር ሃልያ ኮይና መራሒት ገዛኻ እያ። ንሳ ሰላም እንተኾይና ንሳ ፍቕሪ እንድሕር ደኣ ኮይና ገዛኻ ብሰላም ናይ ምምራሕ ተኽእሎ ኣለዋ እዩ። እታ መጻምድ ድኻ እንድሕር ተበሳጭያ ኮይና ሰላም ዘይብላ እንድሕር ኮይና ግን ይትረፍ እሞ ገዛ ገና ኣብቲ ፍቕራዊ ርክብ እናሃለኹም ባዕሉ እቲ ፍቕራዊ ርክብኹም ብሰላም ከይኸይድ እያ ትገብር። ዝገበርኻ ተገበርኻ ኣይትሕጎሰልካን። ዘምጻኻ ተምጻኻላ ደስ ክብላ ኣይኽእልን። ፍቕርኻ ተርኣኻያ ደስ ክብላ ኣይኽእልን። ምንም ግበር ፃዕርኻ ክንዲ ፍረ ጣፍ ኣይትርእዮን ጭቕጭቕ ንዝንዝ ሰላም ከይህሉ ምግባር ከምዚ ጌርካኒ ከምቲ ጌርካለይ እናበለት ዓሪፍካ ደስ ኢልካ ፍቕርኻ ከይተጠዓዕም እያ ትገብር ሰላም ሰናይት እየ ቻናለይ ሰብስክራይብ ብምግባር ኩሉ ግዜ ብዝለቆም ቪድዮታት ንናይ ፍቕሪ ህይወትካ ክጠሙኻ ዝኽእሉ ሓደሽቲ ሓሳባት ውሰድ እዚ ዝፈልጦ ወዳት ብጥበብ እዮም ና ልቢ ጓል ዝሕዝዎ እታ ጓል እያ እኮ መራሒት ገዛይ እታ ጓል እኮ እያ ብዙሕ ነገር እትገብረለይ ስለዚ ሰላማ ክትረክብ ከላ ደስ ክብላ ከሎ ብፍቕሪ ክትርእየካ ከላ ልባ ሙሉእ ብሙሉእ ኣብ ልዕሌኻ ለወደቐ ክኸውን ከሎ እዛ ጓል እዚኣ ብሰላም ክትነብሩ ናይ ምግባር ሓይሊ ኣለዋ። እዚ ዝፈልጡ ውሕዳት ኣወዳት እዮም። ገለገሌኹም ኣብ ስልጣን ጻመ ኢኹም ዘለኹም ኣብ ማንም ሰብ ዝሰኣንኩምዎ ስልጣን ኣብ ልዕሊ ሰበይትኩም ክትስልጥኑ ትደልዩ ኣብ ማንም ሰብ ዝሰኣንኩምዎ ክብሪ ኣብ ሰበይትኩም በቃ ብከምዚ ብከቢዱ ብሓይሊ ገለ ክትከብሩ ትደልዩ። እታ ጓል ከክንዲ ብፍቕሪ ምሓዝ ብሓይሊ ክትሕዛ ትሙክር፣ ክትጭቕጭቓ ትደሊ፣ ክትወቕሳ ትደሊ። እዚ ጥበብ የብሉን። እዚ ስኢልካ ብሓይሊ ዝኽየድ ኽያዶ እዩ። ምንም ክጠቕመካ ኣይኽእልን። ህይወትካ ብሰላም ክትነብር ኣይገብርን። ምክንያቱ እታ ጓል ሰላም ኣይትረክብን። ስለዚ ካባኻ ክትርሕቕ ትኽእል ወይ ድማ ክትጭቕጭቐካ ትኽእል፣ ብሰላም ከይትነብር ክትገብረካ ትኽእል። መጻምድኻ ዕብድ ክትብለልካ እንድሕር ደሊኻ፣ ብፍቕሪ ክትርእየካ እንድሕር ደኣ ደሊኻ ብሓይሊ ዘይኮነስ ብፍቕሪ ክተኽብረካ፣ ብሓይሊ ዘይኮነስ ብፍቕሪ ክትምእዘዘካ እንድሕር ደኣ ደሊኻ፣ ክትገብሮ ካብ ዘለካ ነጥብታት ሓደ፣ ኩሉ ግዜ ጽብቕቲ ከም ዝኾነት ንገራ። ጽባቐ እቲ ዋና ዝሕዘና ነገር እዩ። ነዋልድ ቆናጁ እንድሕር ደኣ ኮይናስ ብዙሕ ነገር ናይ ምግባር ዓቕሚ ኣለና። ዓርሰ ምትእምማንና ክዓቢ ይገብር፣ ኣባኻ ዘለዋ ኮንፊደንስ ይግበአኒ እዩ ዝብል ሓሳብ ብዙሕ ነገር ንክትገብር ትለዓዓለሉ መንገዲ እዩ ፅብቕቲ እየ ኢላ እንድሕር ደኣ ሓሲባ ኮይና ምሸት ክትመፅእ ከለኻ ቆንጆ ኮይና ክትፀንሐካ እትኽእል ቆንጆ ምዃና እንድሕር ትነግራ ኮንካ እዩ እንድሕር የጥዕመላ ድዩ ኣየጥዕመላ ምንም ሓሳብ እትባ ነገር ተዘይሃልዩ ምንም ነገር ክትገብረልካ ኣይትለዓዓልን እዛ ጓል እንድሕር ርኢኻያ ዋው ክትፅብቕ እኮ ኢልካ ትዛረባ እንድሕር ኮይንካ ግን ብዙሕ ነገር ትገብረልካ ካብቲ ትማሊ ሪኣትካ ዝነበረት ፅባቐ ወሲኻ ዓጻጺፋ ክተርእየካ እያ እትደሊ። ስለዚ ኩሉ ግዜ ጽብቕቲ ከም ዝኾነት ንገራ። ሕልፊ ክስምዓ ትገብር ኢኻ። ብሓባር ዘይትነብሩ እንድሕር ደኣ ኮይንኩም ድማ በቃ ብቲ ፍቕሪ ብሰላማዊ መንገዲ ክኸይድ እያ ትገብሮ። ጽብቕቲ እየ፣ የፍቅረኒ እዩ፣ ይግብኦ እየ፣ ኣብ ልቡ ኣትየ ዘለኹ ስለ ዝግብአኒ እዩ ኢላ እያ ትኣምን። ብባዕላ ክትተኣማመን የፍቅረኒ እዩ ኢላ ንክትሓስብ እዩ ዝገብር ስለዚ ኩሉ ግዜ ፅብቕቲ ከም ዝኾነት ንገራ ሰላማዊ ዝኾነ ህይወት ድማ ይህልወካ እታ ጓል ብፍቕርካ ዕብድ ንክትብል እዩ ዝገብር እቲ ካሊእ ነጥቢ ድማ ጓል ዕብድ ክትብለልካ ዝገብር ዕብድ ካብ መሃል ሓሊፋ ድማ ብኣኻ ክትተኣማምን እምነት ክትሃንፅ ኣብ ልዕሌኻ ልባ ድርቢ ከብ ክተብለሉ ትኽእል ነጥቢ ድማ እንታይ እዩ እንድሕር ዘይተፃድፋ ኮንካ እዩ ብጣዕሚ ተፃድፋ እንድሕር ኮንካ ክትኣምነካ ኣይትኽእልን ማለት ሶይላ ክትገብሮ ትኽእል ስለ ዝጠየቕካያ ምን እምቢ ክትብለካ ስለ ዘይትኽእል ሰብኣያ ስለ ዝኾንካ ኣይትኽልክለካን ግን ድማስ ከምዚ ንኻሊእ ግዜስ መተኣማመኒ ነጥቢ ክህልዋ ኣይኽእልን ወድን ጓልን ፍቕሪ ኣብ ምግላፅ ንፈላለ ኢና ሓቄዶ እንድሕር ሰበይትካ ኮይናስ በቃ ብሓባር ክትርሱ ትደሊ ብዙሕ ፍቕራዊ ርክብ ክህልወኩም ትደሊ ገለ ጓል ድማ ከምዚ ከፍቅራ ከሎ ክሓቕፋ ክስዕማ ክሰምዓ ምናምን እያ ትደሊ እምበርስ ህሩግ ኢላ ናብቲ ናብ ዓራት ምድያ ወይ ሓቢርካ ምድቃስ እትሓስበሉ ነገር ውሕድ እዩ ማለት ኣብቲ እስኻ ዘለኻዩ ደረጃ እኮ ትበፅሕ እያ ግን ድማ መረጋገፂ ፍቕሪ ኢላ እትሓስቦ እ፣ ነገር ከምቲ ንስኻ እትሓስቦ ኣይኮነን ኣድህቦኻ ክተውግዐካ ከላ ኣብ ምስማዕ ተቐባልነት ከም ዘለዋ ብልብኻ ከም ትደልያ ኣብ ምርግጋፅ እዩ ክኸውን ዘለዎ እዚ እንድሕር ትገብር ኮይንካ እታ ጓል ሙሉእ ብሙሉእ ትተኣማመን ብኣኻ ንስምዒቱ ጥራሕ ኣይኮነን ዝደልየኒ ካብ ልቡ ፍቂርኒ ንቁም ነገር ስለ ዝሓስበኒ እዩ ምሳየ ዘሎ ኢላ ንክትተኣማመን ንክትሓስብ ኢኻ ትገብራ ብከምዝታት እንድሕር ትሕዛ ኮይንካ ሙሉእ ብሙሉእ እያ ልባ ትድርቤልካ ብፍቕሪ ምዕባር ጥራሕ ኣይኮነ ትተኣማመን ናተይ ሰብኣየስ ከምዚ እዩ ኢላ ምክሕ ኢላ እተውግዐሉ ሰብኣይ ኢኻ ትኾና ከምቲ ዓንተወ ዝበልኩኻ እቲ ዋና ነገር ተቐባልነት ከም ዘለዋ ክትሓስብ ምግባር እዩ ንጓል ተፍቅራ ተኾይንካ ኣብቲ ፍቕሪ ዓለም ኣትኹም ከምዚ ንኽተፍቅራ ወይ ፍቕራዊ ነገራት ንኽትገልጸላ ዘይትለፍዕ ተኾይና ግበረለይ ስለ ዝበለትካ ዘይትገብረላ እንድሕር ደኣ ኮይንካ በቃ ካብ ልባኻ ትሰምዓ ሓሳባ ተቐባልነት ከም ዘለዎ ተሪኣ እንድሕር ደኣ ኮይንካ እዛ ጓል እዚኣ ሙሉእ ብምሉእ ልባ ኣብ ልዕሌካ እዩ ዝወድቕ ካብ ልባ እያ ተፍቅረካ ትደልየካ በቃ ንዓኻ እያ ትደሊ ካባኻ ሓሊፋ ንማንም ክትሓስብ ኣይትኽእልን እዚ ካብ ምዃኑ ሓሊፉ እኳሲ ርክብኹም ቁምነገር ከም ዝኾነ ንቁምነገር ከም ትደልያ በቃ ድሕሪኣ ካልእ እትሓስቦ ጓል ከም ዘየለ ስለ እትሓስብ ምሉእ ብምሉእ ንዓኻ ጥራሕ እያ ትደሊ ልባ ብፍቕሪ ቅልጥ እዩ ዝብል ናባኻ ክትመጽእ ከላ ፍቕሪ እናተረኣያ እዩ በቃ መጻምደይ ምናምን ኢላ ተራ ብቃላ ብመልሓሳ እትገልጾ ዓይነት ነገር ይኾነ ካብ ልባ ፍቕሪ ተሰሚዕዋ ከምዚ እንታይ እዩ ፍቕራዊ ስምዒት ጓህሪ ገላ ኣብ ልባ ተረዲእዋ እያ ትመፀካ ካሊእ ድማ ሳልሳይ ነጥበይ ኣይትቀያየራ ዓሰርተ ግዜ ባህርኻ ኣይትለዋውጥ ሕዚ ገለገለ እኒኹም ኣወዳት ንመፃምድኹም ሓያል ፍቕሪ ተርእይዋ እሞ ሎማዓንቲ የፍቅረኒ እዩ የፍቅሮ እየ ኢላ ተኣማሚና ልባዊ ድቕ ምስ ኣበለት ድማ ገለ ነገር ክትረኽቡ ከለኹም ሲ በቃ ተዘይመንጨኩኺ ትማሊ ፍቅሪ እናገለፅካላ ዝነበርካ ወዲ ሕዚ ፀላእ እትኾና በቃ ክትናገር ከለኻስ ንመፃምድኻ ትናገር ዘለኻ ዘይትመስል በቃ ብሓያል ትኹርያ ልክዕ ከም ጓና ትሕይላ በቃ ሽዑ ንሳ ትድንግፅ ዋት ማልዶ ፍቅሪ ይገልፀለይ ነበረን ገለ ትብል ትዘጥፈእቱ ጥፍኣት ኣይኮነትን ትርኢ ዋይ ኣጥፍኤ ነይረ እዋ ሓቁ ገለ ኣይኮነትን ትብል ክትእረም ኣይኮነትን ትፍትን ታይ ማለቱ እዩ ትማል ከምዚ እናበለኒ ነይሩስ ሕዚ ከምዚ ክገብረኒ ሃመይ ገይሩ ማለት ኣየፍቅረንን ማለት ድዩ ሓሱ እዩ ማለት እዩ ትማል ዘርእየኒ ዝነበረ ኣክት በቃ ከምዚ ድዩ ማለት ንኤካምሽ መሊሳ ኣብ ልዕሌኻ ሕቶ ክለዓል እያ ትገብር እምበር ብልባ ተኣማሚና ፍቕራ ኣይኮነትን ተረጋግፅ ወይ ድማ ትዘጥፈእቶ ጥፍኣት ኣይኮነትን ክትእርም ትሙከር እዛ ጓል ኣይተጥፍእን ማለት ኣይኮነ ወይ ድማ ክተጥፍእ ከላሲ ክትእርም ኣይትሞክር ማለት ኣይኮነ ግን ድማ ክትእርማ እንድሕር ደኣ ትደሊ ኾንካ ንዛ ጓል እዚኣ ቀስ ኣቢልካ ኣርማ፣ ቀስ ኣቢልካ ንገራ እቲ ጥፍኣታ ከቢድ ከም ዝኾነ ብፍቕሪ ንገራ። ንፍቕረኛኻ እትገልጸሉ ኣገላልጻ ወይ እትእርመሉ ኣተኣራርማን እ፣ ንሓደ ጓና ኣጥፊኡ ወይ በዲልካ እትኸዶ ክያዱን ሓደ ክኸውን የብሉን። መጻምድትኻ እኮ እያ። ሓቂፍካያ ትሓድር ፍቅርካ ትገልፀላ ደስ ዝብል ስምዒት ትፈጥረልካ እኮ እያ ገለ ነገር ተጥፍ እያ ሰብ እያ እወ ክተጥፍእ ትኽእል ግን ድማ ምስ ኣጥፍአት ፀላኢት ኣይትግበራ ኣይትወንጅላ ከም ወንጀለኛ ኣይትርኣያ ሕማቅ ስምዒት ክስምዕ ኣይትግበር ካብቲ ጥፍኣት ንላዕሊ ሲ ትናትካ ንግግር ክገድድ ኣይትግበር ከም ነገረኛ ሰብሲ ሕሉፍ ተልዕል ዝኾነ ግዜ እኮ ከምዚ ጌርኪ ኔርኪ ኢኺ ትብል ሽዑ እኮ በቃ እቲ ጉዳይ እናዲዱካ ብዙሕ ነገር ተዛሪብካያ ክትእርም ነጊርካያ ክትኸውን ትኽእል ኢኻ ግን ድማ ምልስ ኢልካሲ ከም ብሓድሽ ተልዕሎ ነገር እኒኦ እቲ ፍቕሪ ይበልፅ ፍቕሪኹም ክተገልብቱ ከለኹም እዩ ፍቕሪ ዝጓሃሃር ፍቕሪ ዝወፅእ እምበር ናብቲ ፍቕሪ ዘለዎ ሓዊ ገለ ነገር እንድሕር ዘእትወሎ ኮይንካ ዝገደደ እዩ ናጠፈ ዝኸይድና ብፍቕሪ ክትዓብደልካ እንድሕር ትደሊ ኮንካ ኣይትቀያየራ ፍቕሪ እንድሕር ደኣ ርኢኻያ ኮንካ ሓደ ግዜ እቲ ፍቕሪ ዝቕፅለሉ መንገዲ ኢኻ ክትእልሽ ዘለካ ክተጥፍእ ከላ ድማ እቲ ዋና እቲ ዓብዪ ሕማቕ ነገር ጥፍኣታት ኣብ ዝፍጠርሉ ሰዓት እቲ ፍቕራዊ ልምድኻ ወይ ድማ እቲ ፍቕራዊ ኣገላልፃኻ ዝነበረ ዝቕየረሉ ፓርት እሱ እዩ ገለ ነገር ክተጥፍእ ከላ ማለት እዩ ኣብቲ ሽዑ ሰዓት ከም ለባም ከም በሳል ሰብ ኮንካ ክትእርም ኣለካ እምበር ኣይትቆጣዕ እያ እቲ ራብዓይ ነጥቢ ድማ ኮርያ ክትጸንሕ ኣይትፍቀደላ። በቃ ኣዋልድ ዘይትፈልጡና ነገር ስምዒትና ዘይተንብብልና ነገር ተሃሊ እዚ እዩ ንኹሪ እሞ ገለ ነገር ተፈጢሩሉ ሓቂ በቃ ኮሪና ኣለና ህንኩሪ ከለና ኣይትቕረበኒ ኣይተዛርበኒ ናበልና ይኮነን ንኹሪ ቃልና ከምኡ ክመስል ዝኽእል እዩ ወይ ድማ ኣብቲ ንገብሮ ነገር ከምኡ እዩ ክመስል ዝኽእል ግን እስኻ በሊሕ ተኾንካ በሳል ተኾይንካ ልቢ ጓል ኣጸቢቅካ ዝመለካ ተኾይንካ ኣገድድካ ክትስሕቕ ዋላ ምግባር ትኽእል ኢኻ። ተኾርያ በቲ ዝኾረየትሉ መንገዲ ክትቅጽል ኣይትግበር። መልሳ ብፍቕሪ ሕዚ ኣይትንከእኒ ከምዚ ትግበረኒ ኢላ ክትውረየካ ትኽእል እያ። ኣይተቕረበኒ ኢቭን ክትብለካ ትኽእል። ምሳኻ በቃይ ክትብለካ ትኽእል። ግን ብልባ መጺኡ ተዝልምነኒ ዋላ በዚኣ ብሎክ ተገብርኩስ በዚኣ ተዝራኽበኒ እያ ትብል ልቢ ጓል ከምዚ እዩ ምልማን ዝለመደ እዩ ክትልመን ከላ ርኻዕ ትብል ክትልመን ከላ ከም ተፍቅራ ተረጋግፅላ ዋው የፍቅረኒ እዩ ማለት እዩ ኢላ ብልባ ሕጉስ እያ ትብል ክትሓቕፋ እናደለይትሲ ግን ኣይትንከእኒ ትብለካ ፅንሒ ኢልካ ኣገዲድካ ክፍ ክተብላ እናደለይሲ ግን በቃ ክኸይድ ይኾነና ትብለካ ስለዚ እዚ ነገር እዚ እንድሕር ትርድአላ ኮንካ ኮርያ ክትፀንሕ እንድሕር ዘይትፈቕደላ ኮንካ እዛ ጓል እዚኣ ልባ ቐልጥ እዩ ዝብል ንዓኻ ሓምሻይ ድማ ውህብቶታ ትሃባ ውህብቶ ትጸልእ ጓል የላን ኣሕጉስ ኣብላ ኣበየ ንኣሰ እሶ ይኾነንቲ ፖይንት ብዝኸኣልካዮ መጠን ስኢላ ክትሕጎሰሉ እትኽእል ኣብ ልብኻ ቦታ ከም ዘለዋ ሓሲብካ እተምጸላ ነገር ከም ዘሎ ንክትግንዘብ ምእንታን ዝኾነ ነገር ኣምጸላ ኢቨን ሕሉፍ ዝረሰዐቶም ነገራት ክኾኑ ክእሉ እዮም ናቀደም ፎቶ ኣምጸላ ናቀደም ና ቤተሰባ ናይ ኣዲኣ ንኣሕዋታ ፎቶታት ርኢ ቢላቶም ክትሕጎሰሎም እትኽእል ነገራት ብዝኸኣልካዮ መጠን ናምጻኻ ኣርእያ እሞ እዛ ጓል እዚኣ ብልባ ሕጉስ ክትብለልካ እያ። ሻድሻይ ነጥበይ ድማ ልቢ ጓላ ተርክዝ ከብል ዝኽእል እምነት ክህልዋ ዘይንዓኻ ካልእ ሰብ ክትሓስብ ዘይትኽእለሉ ዕድል ክፈጥር ዝኽእል ኣብ ቅድሚ ሰብ ፍቕርኻ ሃባ። እዚ ደስ እዩ ዝብል ብናይ ጓላት ልቢ ኮይንኩም ተትርእይዎ ከመይ ደስ ከም ዝብል ኣብ መንገዲ ኢዳ ሒዝካ ጽርግያ ክትሳገሩ ከለኹም ኣብ መንገዲ ክትስዕማ ከለኻ ክትሓቕፋ ከለኻ ብዘይ ሰኸፈት ኢቭን ጀግንነትካ እዩ ዝረኣያ ዋው ደስ ክብል ብዓርሱ ዝተኣማመን ወዲ ብዝመረፃ ጓል ዝተኣማመን ወዲ በቃ ንዝመረፃ ከንግስ ዝኽእል ወዲ በቃ እዚ እዩ ዝደሊላ ኩርዕ ኢላ ደስ ኢልዋ እያ ትኸይድ ዘይተሓፍር ወዲ ክትኸውን ኣለካ በቃ መሪፅካያ ኣለካ ወዶ እንታይ ኣለካ ዘሕፍር እንድሕር መሪፅካያ እዛ ጓል እዚኣ ናብ መወዳእታ እያ ኢልካ ትኣምን ኮይንካ እሞ ድማ ክተፍቅረካ ትደሊ ልባ ድርቢ ክተብለልካ ትደሊ ተኮይንካ በቃ ከምዝነየካ ምሽ ሕቁፍ ኣቢሉ ሕብሕብ ኣቢሉ ኣብ ሕቁፉ እትዩ ካብ ምንም ነገር ክክልላ ዝኽእል ዓይነት ወዲ መሲልካ ኢኻ ትረኣያ ኣብ መንገዲ ፍቅርካ ትህባ እንድሕር ደኣ ኮይንካ በቃ ኒካ ምሽ በቃ ናብ መወዳእታኣ ከም ዝኾንካ እያ ክትሓስብ እትኽእል ምስ ሰባት ኣፋልጣ ኣብ መንገዲ ክትረኽቦም ከለኻ ገለገለ ሰባት ሰላም ሰላም እከለ ትበሃል ኢልካ ኣይተቋርፆ ሰላም ምስ በለቶም እከለ ትበሃል ምስ በልካ ከምዚ እያ ሰበይቲ እያ ፍቕረኛ እያ ኢልካ ክተፋልጣ ከለኻ ዋው ክትርድእ በቃ ክትፈልጦ ኣይትኽእልን ከመይ ከም ትሓስብ እዛ ጓል እዚኣ ብኣኻ ሙሉእ ብምሉእ እያ እምነት ክህልዋ ትገብራ ስለዚ ብዝኸኣልካዩ መጠን ኣብ ቅድሚ ሰባት ኣብ ደገ ክትኸውን ከለኻ ሙሉእ ብምሉእ ፍቕሪ ሃባ ሙሉእ ብምሉእ ከምታብ ገዛ ትኾና ኣብ ደገ እውን ክትኮነላ ፈትን ክተምስል ለይትኽእል ወዲ ከም ዝኾንካ እያ ትሓስብ ልብኻ ድርበይ ከም ዘበልካ እያ ክርዳኣ ዝኽእል እቲ ሻብዓይ ነጥቢ ድማ እታ እዩ ሃንደበት ደውለላ እዚ ማለት እታ እዩ ኩሉ ግዜ ትደዋወሉሉ ሰዓት እንዮ ወይ ትፅበየካ ምሳሕ ሰዓት ትፅበየካ ትኸውን ትኽእል ምሸት ኖርማል ክትደዋወሉ ትኽእሉ ወይ ድማ ንጎሆ ጉድ ሞርኒንግ ገለ ክትበሃሉ ትደዋወሉ ትኽእሉ ኢኹም ካብቲ ሰዓት ወፃእ እዚ ሃንደበት ደውለላ እሞ ፍቕርኻ ግለፀላ ምድዋል ዘይጥዕመካ ትኾይኑ ቢዚ ትኾንካ ድማ ሲሆን ንእሽተይ ቴክስት የፍቅረኪ እየ ገለገለ ኢልካ ፅሕፍ ኣቢልካ ለኣኸላ እዋይ ከምዚ ዓይነት ደስ ክብል በስመኣም ብጣዕሚ ደስ ዝብል ብጣዕሚ ኢና ንፎቲ ንድንግፅ እቲ ፍቅርካስ ካብ ልብኻ ከም ዝኾነ ትኣምን ናፊቅካ እያ ትፅሕፈላ ከም ዘለኻ እዩ ክርዳእ ኣብቲ ኖርማል ኩሉ ግዜ ትደዋውልሉ ሰዓት ተኮይኑ መደዋወሊ ሰዓትኩም ስለ ዝኣኸለ እሳ ድማ ስለ ትፅበየካ ምንም ዘይከደንግጻ ይኽእል ኖርማል እዩ ኢላ ክትሓስብ ትኽእል ድማ ትጽበየካ እያ ከይገበርካዮ ተተሪፍካ ድማ ትኹር እያ ኣብቲ ዘይለመድክምዎ ሰዓት ዘየልመድካያ ሰዓት ክኸውን ከሎ ግን ዋው ክትገብሮ ከለኻ ማለት እዩ ብናፍቆት ቅጽል ኢልካ ከም ዝጸሓፍካላ እዩ ዝርዳእ ይፈትወኒ ኣሎ የፍቅረኒ ኣሎ እያ ትብል ከምዚ ሓሲቡ ከምቲ ሓሲቡ ኣይትብል ማንም ጓል ደስ ይብላ ከም ዝተፈቐረት እዩ ዝስማዓ ስለዚ ሃንደበት ደውለላ ወይ ሃንደበት ፍቕርኻ ግለጸላ፣ ቴክስት ጸሓፈላ፣ ወይ ኣጋጣሚ ህሩግ በል። ናብ ዘላቶ ብፍቕሪ ከም ዝመጻኻ ግለጸላ እሞ እታ ጓል ልባ ትርክስ ክብል ንዓኻ ጥራሕ ንኽትደሊ ግበራ። እታ ናይ መወዳእታይ ነጥበይ ድማ እታ ሻሙናይ ነጥበይ እታ እያ፣ ልዕሊ ኩለን ከም ዝኾነት ንገራ፣ ወይ ድማ ምስ ካልእቲ ጓል ፈጺምኻ ከይተወዳድራ። እዚ ነገር እዚ ደስ እዩ ዝብላ። በቃ ዋላ ጽብቕቲ ልዕሊኣ ዝኾነት ጓል ተሪእኻ እስኺ እኮ ኢኺ ንኣይ ዓለመይ፣ እስኺ እኮ ኢኺ ናተይ ጽብቕቲ፣ እስኺ እኮ ኢኺ ንግስተይ እስኺ እኮ ኢኺ ኣዶ ደቀይ ናእኺ እኮ እየ መሪፀ ሕልፊ ኩለን እኮ ኢኺ ምስ ማንም ዘይትወዳደሪ እዚኣ እንታይ እያ እሞ ከምዚ ተኾነት እስኺ ብከምዚ ትበልፂ እያ ኢልካ ፅቡቃት ዝኾኑ ቃላት ንገራ ምስ ማንም ትወዳደር ዘይትኽእል ጓል ሄዋን ከም ዝኾነት ኣብ ዓለም ካብ ዘለዋ ኣዋልድ ልዕሊ ኩለን ከም ዝኾነት ንዓኻ ኣረዳእያ። እዚ ነገር እዚ ብማንም ቀኒኣ ከይትጭቕጭቐካ እዩ ዝገብር። ብማንም ልባ ተጎዲኡ እከለ ከምዚ ውጊዕዋ ነይሩ፣ ምስ እከለ ከም ዝበለ ግዜ ኣሕሊፉ ነይሩ፣ እቲኣ ጽብቕቲ እኮ እያ እሞ በኣ እሳ ክትምንጥለኒ ትኽእል ወይ በኣ ክቕይረኒ ይኽእል ኢላ ሓሲባ ብልባ ከይትጠራጠር ፍቕራ ከይጎድል እዩ ዝገብር። ስለዚ ልዕሊ ኩለን ከም ዝኾነት ንገራ ወይ ድማ ምስ ካልኢት ጓል ፈጺምካ ከይተወዳድራ እሳ ሕልፍቲ ምዃና እሳ ዓለምኻ ምዃና ክትፈልጥ ግበር። ንቻናለይ ሓድሽ ተኾንካ ቻናለይ ሰብስክራይብ ብምግባር ኩሉ ግዜ ዝለቆም ቪድዮታት ተጠቐመሎም እዛ ቪድዮ እዚኣ እውን ተበፃሕነት ምንታን ክለዋ ክትቀምላ ናብ ዝኾነ ኣሕዋትካ ምእንታን ክትበፅሕ ላይክ ሼር ምግባር ከይትርስዕ ኢኻ ዝሓወይ ሰላም